ቅድሚ ኣዋርሕ ኣብታ ኣውሮፓዊት ሃገር ሃገረ ፈረንሳይ ኣብ ፓሪስ ኣብ ዝርከብ ሉቭሪ ሙዝየም ዓብዪ ዝምታ ከም ዝተፈጸመ ዝዝከር እዩ። ሉቭሪ ሙዝየም ኣብ ዓለምና ካብ ዘለዉ ህቡባትን ውሩያትን ሙዝየም ሓደ እንትትኸውን ኣብ ዓለምና ዝርከቡ ፍሉጣት ቅርስታትን ታሪኻትን ዝሓዘ እዩ ነይሩ። በቲ ዝተፈጸሞ ዝምታ ድማ ልዕሊ ሓደ ሚእቲ ሚልዮን ዶላር ዘውጽእ ንብረታትን ቅርስታትን ከም ዝተዘረፈ ዝዝከር እዩ። እቲ ኣብ ውሽጢ ሸውዓተ ደቒቕ ዝተፈጸመ ዝምታ፣ ንሃገረ ፈረንሳይን ንናይ ጸጥታ መሓውራን ዘዋረደን ዘሕፈረን እዩ ነይሩ። ሕዚ ድማ ካብ ኣህጉረ ኣውሮፓ ከይወጻና፣ ሃገረ ጀርመን ልዕሊ ሰላሳን ሓሙሽተን ሚልዮን ዶላር ዝምታ ተፈጺምዋ ኣሎ። እቲ ዘገርም ከኣ፣ እቲ ዝምታ ድሕሪ ምፍጻሙ፣ ፖሊስ ነዚ ሓበሬታ ዝበጽሖን ነቲ ዝተዘመተ ቦታ ከይዱ ዘረጋገጸን ድሕሪ ክልተ መዓልቲ ምዃኑ እዩ። ኣብቲ ዝተፈጸመ ዝምታ፣ ልዕሊ ክልተ ሽሕን ሸውዓተ ሚእትን ዓማዊል እቲ ባንኪ ከምዝተሃሰዩ ጸብጻባት እናሓበሩ ይርከቡ። ሰላም ሰላም ከመይ ትኾኑ ክቡራትን ፍቱዋትን ተኸታተልቲ እዚ ቻናል ኣብ ናይ ሎሚ መደብና ኣብ ምዕራብ ጀርመን ኣብ ሓደ ባንኪ ዝተፈጸመ ዝምታን እቲ ዘገርም ሓቅታቱን ከዘንትወልኩም እየ ነዚ ቻናል ሓደሽቲ ዝኾንኩም ሳብስክራይብ ክትገብሩ እንዳተላበኹ ድማ ሰናይ ምክትታል ክኾነልኩም ይምነ። እቶም ነዚ ዝምታ ዝፈጸሙ ሰረቕቲ፣ ዓቢ መብስዒ መንደቕ ተጠቒሞም ኣብ ምዕራባዊ ጀርመን ኣብ ዝርከብ ጨንፈር ባንክ ብዝፈጸምዎ ዝምታ፣ ሰላሳ ሚልዮን ዩሮ ወይ ኸኣ ሰላሳን ሓሙሽተን ሚልዮን ዶላር ዝግመት ጥረ ገንዘብን ክቡራት መኣድናትን ኣቑሑን ከም ዝሰረቑ ፖሊስ ገሊጹ እዩ። ወሃቢ ቃል ፖሊስ ነቲ ዝምታ ምስቲ ኣብ ሆሊዉድ ዝተሰርሐት ናይ ዝምታ ፊልም ኦሽንስ ኢለቨን ብምምስሳል፣ ኣዝዩ ብዝተጸንዐ መንገዲ ከም ዝተፈጸመ ንማዕኸን ዜና ኤኤፍፒ ኣብ ዝሃቦ ሓበሬታ ገሊጹ እዩ። ኣብ ከተማ ጌልሰንኪርቸን ኣብ ዝርከብ መጠራቐሚ ባንክ ስፓርክስ ኣብ ዝተፈጸመ ዝምታ፣ ሰረቕቲ ገንዘብ፣ ወርቅን መጋየጽታትን ዝሓዘ ልዕሊ ሰለስተ ሽሕ ሳናዱቕ ሰቢሮም ከፊቶም እዮም። ፖሊስ ገልሰንኪርቸን ብዛዕባ እቲ ገበን ሰኑይ ንግሆ ናብ ናይ ሓደጋ እዋን ድምጺ ምስ ጠፍአ ከም ዝፈለጡ ድማ ሓቢሩ እዩ። ኣብዚ እዋን ኣብ ትሕቲ ቀይዲ ዝኣተወ ሰብ ከም ዘየለ እውን ተፈሊጡ ኣሎ። ብርግጽ እቲ ዝምታ መዓዝ ከም ዝተፈጸመ ዝፍለጥ መዓልቲ እኳ እንተየለ፣ ነገር ግን ኣብ ናይ ክሪስማስ ናይ በዓል መዓልትታት ብዕለት ዕስራን ሸሞንተን ወይ ከዓ ዕስራን ሸውዓተን ለይቲ ተፈጺሙ ክኸውን ከም ዝኽእል ፖሊስ ይሕብር። ናይ ሓደጋ ሓዊ ደወል ምጥፍኡ ስዒቡ፣ ፖሊስ ብሶኒ ብዝገበሮ ፈተሸ ነቲ ዝምታ ከም ዝረኸቦ ድማ ይሕብር። እቲ ዝምታ ድሕሪ ምፍጻሙ ድሕሪ ክልተ መዓልትታት እዩ ፖሊስ ነዚ ናይ ዝምታ ሓበሬታ ዝበጽሖን ነቲ ዝምታ ሶኒ ሰዓት ኣርባዕተ ዘረጋገጸን። እቶም ሰረቕቲ ነቲ ጽምው ዝበለ መዓልትታት ልደት ተጠቒሞም ነቲ ኣብ ዞባ ቡየር ኣብ ዝርከብ ኒንሆፍስትራስ ዝርከብ ህንጻ ከም ዝዘመትዎ ገሊጹ። ኣፈናዊ ምርመራታት ከም ዝሕብርዎ፣ እቶም ሰረቕቲ ብመገዲ እቲ ኣብ ጥቓ እታ ባንክ ዝርከብ መዐሸጊ መካይን ኣቢሎም እዮም ኣትዮም። ሓያሎ ሰባት ካብ ቀዳም ክሳብ ሰንበት ኣብ መዐሸጊ መካይን ዓበይቲ ቦርሳታት ሒዞም ከም ዝረኣዩ ንዓይኒ መሰኻኽር ይሕብሩ። ፖሊስ ከም ዝበሎ ግን ኣብቲ ከባቢ ዝተቐድሐ ብቪድዮ ጸላም ኦዲ ኣርኤስ ሲክስ ብሶኒ ንግሆ ካብ ጋራጅ ክትወጽእ እንከላ የርኢ። እቲ ናብቲ ኣብ ትሕቲ መሬት ዝርከብ ክፍሊ ነዃል ሶኒ ንግሆ ናይ ሓደጋ እዋን ድምጺ ምስ ጠፍኣ ከም ዝተፈለጠን ፖሊስን ብርጌድ መጥፋእቲ ሓውን ድማ ነቲ ህንጻ ከም ዝፈተሽዎን እቲ ሓበሬታ የመላኽት። በዚ ዝተጎድኡ ዓማዊል ንባንክ ስፓርከስ ክረኽብዎ ሓቲቶም እዮም። ብርክት ዝበሉ ዓማዊል ሓበሬታ ክጠልቡ ድሕሪ ምእካቦም ከኣ ፖሊስ ብሰሉስ ንማዕጾ እቲ ጨንፈር ባንኪ ከፊትዎ እዩ። ትማሊ ምሸት ክድቅስ ኣይከኣልኩን፣ ዝኾነ ሓበሬታ ኣይረክብን ዘለና ክብል ድማ ሓደ ሰብኣይ ንፈነወ ዌልት ኣብ ዝሃቦ ሓበሬታ ከም ዝተዛረበ ጸብጻብ ሮይተርስ ጸብጺቡ እዩ። እዚ በቶም ዘመትቲ ዝተሃሰየ ዓሚል፣ ኣብ ባንክ ዕድመ ምስ ደፍአ ዝግልገለሉ ገንዘብ ይዓቁር ከም ዝነበረ ይዛረብ። ኣብ መርበብ ሓበሬታ እቲ ባንክ ዝተዘርግሐ መልእኽቲ፣ እቲ ጨንፈር ባንክ ድሕሪ እቲ ዝምታ ተዓጽዩ ከም ዝጸንሐ ይሕብር። ባንክ ስፓርከስ፣ ተስዓን ሓሙሽተን ሚእታዊ ካብ ሳጹናት ዓማዊል ብሰረቕቲ ከም ዝተኸፈቱን ብዙሓት በዚ ናይ ምጽላው ተኽእሎኦም ኣዝዩ ልዑል ምዃኑን ይገልጽ። ወሲኹ ድማ ትሕዝቶ ነፍሲ ወከፍ ክፍሊ ክሳብ ዓሰርተ ሽሕን ሰለስተ ሚእትን ዩሮ ውሕስነት ከም ዘለዎን ዓማዊል ብመንገዲ መድሕን ተወሳኺ ሽፋን እንተሃልይዎም ክምርምሩ ከም ዝሓብሮምን ገሊጹ እዩ። ካብዚ ብዝዘለለ ግን ምስዚ ዝምታ ተተሓሒዙ ዝተኣሰሩ ይኹኑ ኣብ ቁፅፅር ዝወዓሉ ሰረቕቲ ይኹን ዘመትቲ ከምዘየለዉ ንምፍላጥ ተኻኢሉ ኣሎ። ሕራይ እምበኣር ክቡራትን ፍቱዋትን ተኸታተልቲ እዚ ቻናል ንሎሚ ሒዝናልኩም ቀሪብና ዝነበርና መደብ ነዚ ይመስል ነይሩ። ንምክትታልኹም ኣዚና ኢና ነመስግን። ሰሰናዩ ንዓኹም።